እና ገበን ምስ ኣዕራብና ውግእ ኣዕራብ ማለት እኮ በቃ ሓንቲ ነገር ትናገርካየን ነገር ሊዓብ ቅራብ ከየን ዘን ዓራው ማለት እዩ ዝኾነት ነገር ትናገርካየን ሲ ወደውን ስልከኛ ልዕላይ ድውላ ማለት እዩ ላፍቲ ላፍቲ ካውግዓ ሰላም ሰላም ክብራት ተኸታተልታይ ኣሜን ንኣኹም ንሕና ድኹም ኣንዱ ሕነ እግዚኣብሔር ይመስገን ብድንእኹሞ ሰላምኩም ብዙሕ ትረፍ ይበለለይ ኣሜን ንኣኹም ኩሉ ሰላም ዶ ብኣን ኩሉ ሰላም እዩ እግዚኣብሔር ይመስገን ሚኖ ጥዕና ስራሕ ድሕነትኩም ምድነኹም ሰላምኩም ብዝሕ ትርፍ ይበለለይ እና እንታይ ደእ ክብል ደልየ ኣብ ስዑዲ ስራሕ ብጣዕሚ ይጠፍእን ነው ብኩሉ እዩ መስለኒ እዚ ነገር እዚ ማለት እዩ ያው ጅዳ ልንውለ ስራሕ የለየ ልብል ጂዛን ድንሁ ሳብያ ድንውለ ስራሕ የለየ ልብል ሪያድ ድንውለ ስራሕ የለየ ብሐዝ ሰዓት ሲ ያው ልበዝሕ ሰብሲ ኣብ እጃዛ ቤት እዩ ልንሆ ማለት እዩ ስራሕ የለይ ጠፉኖቲ ረሞዳን ለይ ስራሓለስ እንሆይን ቅድሚ ረሞዳን ኣድሕዘን ከፍለን ሕዚ ረሞዳን ካብ ተወደ እኳ ኒ ተወርሕና ገበረ እዩ እናስ ስራሕ ሲስዑድስ ሳምና ወትሮ ኣይኾነይ ብጣዕሚ ብጣዕሚ ጠፍ እንሆ ማለት እዩ እግዚኣብሔር ያመቻችዮ በነገራችን ላይ ገና ከዓድለ ሰው መፅሎ እዩ ማለት እዩ ከም ሓድሽ እዩ መፅሎ ሰው ኣይሰምዕ ኣብዚ ስራሕ የለይ ተወካየስ እየ በቃ ለኣምን ሰብ የለት ምክንያቱም ያው ኣብዚ ትሞችና ልነብር ኣለና ኢሉ መስሎ ኣሎ እዝና ፊልተር ፎቶ ገለላ ርእየ እዚ ቢዶ ከምዚ ሓደ ሓደ ነገር ተልሎ ትወፅእ ኣለና ምናምን

የለት እዩ ማለት እዩ። ስለዚ ዓድሉ ንሰብሲ ብምንታይኡ ክዕገስ ዝኽእል ብምንታይኡ ኣብ ዓዱ ስርሑ ክልወጥ ዝኽእል እንድዒ እግዚኣብሔር ሓደ መፍትሒ የምፀልና ዳኣሚ ብጣዕሚ ኣብ ስደት ከብድ ነገር እዩ ብሐዚ ሰዓት ማለት እዩ። ቀደም ሓራም እዩ ገለ ይብላ ነበረን። ሕዚ ግን ሓራም ዝበሃል ነገር ቃርዩ ሞት እዩ በቃ።

ሓራም እዩ ዝበሃል ነገር እዩ ድነበረን ሕዚ ግን እዚ ሓራም እዩ ዝበሃል ነገር የለ በቃ ለምደን እየን ናይ ሰብ ሓይሊ ገዛእኻ ምስዳድሲ ሰራሕተኛ ለ ደሊ ኣለዋ ገንዘብ ክኸፍላላ ይደለያ ሓደሓደ ንለ ዓቕሚ ይስእና ሓደሓደ ንለ ለሃለየን ገዘአን ናይ ሰብ ሓይሊ ለመዳ ኣውፀን ይሰዳኻ ሓደሓደ ንለ ሰራሕተኛ ለላ ደለያ ዓደን ለ ስራሕ ንሃለዮ

ዓዲ ከይዳ እያ ክመፅእ እየ ክመፅእ እየ ኢላ ትነብራ እማ ሕዚ ተመልሳስ ወለደይ ትመርዐይ ውለድ ይብሎም ንንሀ ይብላ ካብኡ ግን ደውለ እማ ትፈልጥ እየ እንሆ ደብዚ ሃምባኽዋሲ ሰራሕተኛ እኮ ሕዚ መልያን እየን መልያ በየእጃዘ ቤቱ ሰራሕተኛ መልአን እየን ረኽሰን እየን ድናያ ሓበሻ ብላትኒ

ሐዚ ግን ክልተ ወርሒ ሓላሕልፋና እቲ ወይ እንደገና ቢዝኣ ክሕደስ ዳኣሚ እቲ መምለሲ ኣለ ነበረ ጊዜኡ ትቃፅሉ እንሆ ሐዚ ስና ሓንበኽዋሲ ያው እኮ መልእን እየን እኒያ ሰራሕተኛ ብይ እጃዘ ቤት እኮ ሰራሕተኛ ጓላት መዓት እየን ስራሕ የለይ ስዑዲ እና መልእን እየን ብሸሞንተ ሚእቲ ብሽሕ ቅርሺ ሲ መልእን እየን ብላትኒ እሳ ብሽሕ ቅርሺ ኣትሰርሐለይ ንግሆ ትልዕላ ሰዓት ሓሙሽተ ቆልዑ ቁርሲ ሰራሓ ክዳና ምካድና ትምህርቲ ቤት እያ ታብፅሖም ካብ ትምህርቲ ቤት መልሳ መፃለለ ዓዳ ፅድያ ምግቢ እያ ትሰርሕ ጭራሽ በለ ተራስ ኣይትፈቲ ኣያርሲ ብለያ ከይትብልሲ ጭራሽ በለ ተራስ ኣይትፈቲ እንደገና ካብ ትምህርቲ ቤት መለሰት ዓዳ ፅድያ ምሳሕ ሰርሓ ከይዳ እያ ታምፆም ለለ ተምሃሮ ማለት እዩ ደቃ ከይዳ እያ ታምፅኦም ብጣዕሚ ጎበዝ ሰራሕተኛ እያ ነብራትኒ ሕዚ ግን ወለደይ ትመርዐይ ወለዲ ዓዲ ክብሎም ንንሄ ብላትኒ ማለት ያው ዜዝያይ ወኺ ኣነ ሰካዓ ከይዳ ትኾን ክምለሰኪ እብላትኒ እያ ከይዳ ሕዚ ግን ክልተ ወርሒ እንትን ኣለ ትኬት ኣለ ሓልፉ እውን እቲ እንድሕር ክመፅእ ይብላ እንደገና ወይ ሓድሽ ክብለላ ደኣ እሚ ቆርፀላ ደኣ እናልካ ሽዑሲ ተመፀትለ ትመፅላ ንሕለ መፀትለ በቃ ችግር የብሉ ብሽሐ ቅርሺ ኩሉ ነገር ትሰራሕ ንጎ ሰዓት ሓሙሽተ ትለዓል ምግቢ ትሰራሕ እዚ ቁርሲ ትሰራሕ ተምሃሮ እስካብ ዝመፁ ምሳሕ ትሰራሕ እሳ ያው የጋማ ስለዝነበራ ኣምድሌታ እያ ብጋላላ ኣምድሌታ እያ ትወስዶም ትምህርቲ ቤት ልሃምድሌታ እያ ተመላልሶም ናብ ውጭ ትሰርሓ ግን ስለትፈርሓ ኣብ ድሽቱ ጥራሕ እያ ንግሆ ቁርሲ ሰርሓ ክዳና ካድና ክዳኖም ከድና ታው እትሰዶም እስካብ ልምለስ ስለ ዓዳ ፅድያ ምሳሕ ሰርሓ ትፅበዮም ዝኾላይ ነገር ብሽሕ ቁርሺ እዩ ማለት እዩ እና ስለምንታይ ሃምዚ ንብለን ልዘን ዓራብሲ ሃምዚ ማለት የብልና እዩ ማለት እዩ ልምንታይ ምክንያቶም እዛ ተኑ ምንም ኣይዓቁራይ ስጀመር ዝኾነ ነገር እኳ ንሲ ሓንቲ ነገር ስናገርናየንስ ወዲያው እንደውለን ሲ ለሕዋተን ልወለደን ይኹን በቃ ዝብላትኒ ዝብላትኒ እና ሰራሕተኛ ነገር ዝኾነ ነገር በቃ እንድሕር ሕዘን ደውለን ሃም ዝኾነ ሃም ዝተኮየነ እየን ዝብላ ዓራውስ ስጀመርና ፅዋ ምዕቋር ዓቕልሲ የብለኒ ትዕግስቲ የብለኒ ፅዋ ልሕዛሉ ማለት እዩ እና ልምታይ ሃምዚ እንብል ተቆልዓ በቃ እንድሕር ትመፅለይ ድልየት ክመፅእ ኣይድለኹ እዩ ካልእ ሰራሕተኛ ክድለይ ማለት ልግባእ ዳእሚ በየእጃዘቤቱ ከፍለን እንያ ስራሕ የለይ ረኽሰን እየን ምናምን እዚ ስታይ ኣባህልዋ ትክክል ስራሕ የለይ በየካባቢኡ ክፍሉ ድነቲ በየእጃዘቤቱ ክፍሉ ድኖ ሰብ ግን እዚ ማለት የብላ በቃ ላስለባዕላ ኣነ መፂ ኣይሙችኒ ሰራሕተኛ ክድልይ ትብል ልግብኣ ዳኣሚ በየጃዛኡ መልእን እየን ጠባ ክንያ ብሽሕ ቁርሺ ሽሙንተ ሚእቲ ንያ ሰራሕተኛ ምናምን ሲ ኣየድሊ ሕዚ ግዜ ገብርዎ ዳኣ ባሕረኛ ኮይንካ መፅካ ቀደም ሽሕ ሓሙሽተ ሽሕ ኣርባዕተ እየ ዝስራሕ እናበረ ነባር ክልተ ሽሕ ክልተ ሽሕ ሓሙሽተ እየ ዝስራሕ እናበረ ሕዚ ግን በቃ ባሕረኛ መፀን ሽሕ ቁርሺ ነባራት ብሽሕ ሓሙሽተ ጠባኽ ሽሕ ሰለስተ ሽሕ ኣርባዕተ ኢሉ እንሆ ሕዚ ማለት እዩ ይኹን ደኣም ለዓራዊ ግን ሃሞ ማለት የብልና እዩ ማለት እዩ ወላ ዓሰርተ ገብሩ ስራሕ ይጥፋእ ዓሰርተ ገብርና እጃዛ ቤት ንተኣከብ ሃምዚ ማለት ሲ የብልና እዩ በቃ ምስ ዓረብሲ ዝኾነ ነገር ምውጋዕ የብልና እዩ ተቐላዕልለ ትምለስ ለይደለይ ትኾን ትኽእል ስካብ ትኸል ትኾን

እዚ ነገር ኣድሊ ይነብሩ ማለት እዩ ምክንያቶም ንዓረብ ፀባይ ትፈልጡለት ያሉ ሓደ ክኸየና ይፀንሓ ፅወን መእሰር የብሉ እምነት የብለን ስለዚ ምን ግድውልና ምስ ዓረብ ልንሆ ነገር እንድናውግዕ ማለት እዩ ዋላ ዓሰርተ ገብር ስራሕ ይጥፋ ያው ስራሕ ዝጠፈሉ ምክንያት ለ በዝሕና ንኾኑ ኩሉ ህዝቢ ላብዚ ይመፁኑ ንእሽተይ የለ ዓብይ የለ ላብዚ ይመፁለት ይከዓዲ ማለት እዩ እና ብኩሉ ኣንፈት ስራሕ ልበሃል ነገር ሀዚ የለ ይጠፍኦ እነሆቲ ማለት እዩ ሐዘለ ትምህርቲ ክዕፀ እዩ ሓደ ክልተ ሰሙን እዩ መስለና ኣሪቡ እነሆቲ እና እግዚኣብሔር ይሓግዘና ኣሕዋትየ ማዓረይ ንዓራብለ ዝብና ምንጋር የብልና ካብዚ ከምዚ ዓይነት ነገር ስንቀጠው ማለት እዩ እና ኣሕዋትየ ቪዲዮይ ሸር ላይ ኮሜንት ጎር ላይ ቤተሰብ የኾንኩም ለሰብስክራይብ ብምግባር ቤተሰብ ኹኑ ያኔ